ኩላትና ንሓቶ ሕቶ ኣለና ሓወይ ሓፍተይ ስለምንታይ ዘይሓገዘኒ እዚ ዝኸድክዎ ሃገር ከምዚ ይመስለኒ ነይሩ እዚ ዝኸድክዎ ሃገር ከዓኒ ኣብኡ ከይደ ስራሕ ዝረኽቦ ነገራት ከም ዝደለኽዎ ገንዘብ ከም ዝደለኽዎ ምዝንጋዕ ከም ዝደለኽዎ ህይወተይን ህይወት ስድራ ቤተይን ዝቕየረ መስለኒ ነይሩ ዝብል ሕቶ ኣሎ ግን እንተረእኻዮ ዘይተቐየረ እዚ ቅልል ዝበለ ነገር እዩ ንዓይ ንህይወተይ ዝጠቐሙኒ ዝኸድክዎም ኣገባባት ኣለዉ በዚ ቪድዮ እዚ ክንምልሶ ኢና ማለት እዩ። ስመይ ዘይትፈልጡኒ ኣሰልጣኒ ዮሃንስ ኢሳያስ ይበሃል። ነዚ ቻነል ሓደሽ ዝኾንኩም ቁም ነገር ሓዘል ንክትርኢ እንድሕር መፂኹም ሳብስክራይብ ምግባር ቤተሰብ ኩኑ። ሕጂ ሕጂ ሓራይ እምበኣር በዚ ነገር እዚ ሓንቲ ታሪክ ኣለኩም። ኣበባ ትበሃል ቅድም ዝፈልጣ ሓንቲ መሓዛና ነይራ። እዛ ኣበባ እንታይ ትገብር ነይራ መሲልኩም? ስእሊ ናይ ምስኣል ባህጊ ነይርዋ። ኩሉ ግዜ ትስእል ነይራ። እንተኾነ ስድራቤታ መጀመርያ ቆልዓ ከላ ክትስእል ከላ ወላ ሓንቲ ኣይብልዋን እዮም ነይሮም። እንዳ ጎበዘት ምስ ከደት ግን ኣቲ ቆልዓ እዚ ስእሊ እንታይ እዩ ክገብረልኪ ኢሎም ክዛረብዋ ጀሚሮም። መኣስ እሱ ጥራይ ኣዝማዳ እንታይ ክብላ ጀሚሮም እዛ ጓለይ እዚ ዝጠቅም ኣይኮነን እቶም ከም ናታ ንኣሽቱ ደቂ ሓወቦኣ ደቂ ሓትና ገለ ኻኒ እዚ ኮ ገንዘብ ዘውህብ ኣይኮነን እሞ ካብ ዓድና እዚ ዘይሕስብ ነገር እዩ ክብልዋ ጀሚሮም ማለት እዩ። ካብኡ ሕልፍ ዝበለ ነገር ከዓ መማህራናታ ማለት እዩ መማህራናታ ኣበባ እስኺ በላሕ ንፍዕቲ ጅግና ዝኾንክ ተምሃሬት ኢኺ ግን ኣብ ዘይጠቅም ትርኪ ምርኪ ግዜ ከተሕልፍዮ እንድሕር ሃሊኺ እዚ ኣይዕወተክን እዩ እስኺ ሰጥ ኢልኪ ተማሂርኪ ኣብ ዓቢ ደረጃ ክትበፅሕዩ ናትና ድሌት ናትና ትምኒት ትብልዋ ነይሮም ከምዚ ኢሉ ዘረባታት ክደጋገማ ምስ ጀመረ ኣበባ እንታይ ክትገብር ጀሚራ? ሕራይ ኢላ ቀስ ብቐስ እቲ ስእሊ እንዳገደፈቶ እንዳገደፈቶ ኣብ ትምህርታ ከተተኩር ጀሚራ ማለት እዩ። ተርዲኹም ሽዑ ከምዚ እንዳተጓዕዘት ከላ ከም ዘይውዳ የለን ትምህርታ ተማሂራ ነጥቢ ምፅኣ ዩኒቨርሲቲ ኣትያ ካብኡ ተመሪቓ ማለት እዩ። ቀዲመ ግን ክሓተኩም ስለምንታይ ኢና ብዛዕባ ካልኦት ትፅቢታት ኣዝና ዋጋ ሂብና ንግደስ? እስኪ እዚ እንታይ ክትምልሱለይ ትኽእሉ? በዚ ኣጋጣሚ ዘዳለኽወን ነጥብታት ኣለዋ እሞ በዘን ነጥብታት ጌርና ክርእና እዛ ቀዳመይቲ ኣዳልያ ዘለኹ ብባዮሎጂካዊ መንገድታት ክንጥምታ ከለና ማለት እዩ ቅድሚ ኣሽሓት ዓመታት ምልስ ኢልና እንድሕር ክንጥምት ኮይንና እንታይ እዩ ሰብ ሶሻል ኣኒማል ይበሃል። እዚ ሰብ እዚ እንታይ እዩ ዝገብር ነይሩ ንሃድን ንክገብር ወይ ከዓ እሱ ንኸይጥቃዕ ካብ እንስሳታት ብሓደ እኮብ እሞ ህይወቶም የድሕኑ ነበሩ ኣብቲ ቀደም ግዜ ማለት እዩ። ኣብዚ ዋላ ምልስ ኢልና ብፍላይ ኣብ ካምፓላ ዘለና እንድሕር ኮይና ኤርትራዊ በይ ኣሎ እዛ ካንሸሎ እዚኣ ኤርትራዊ ኣለዋ ድዩ እንዳበልና እንታይ ንኸውን ተበድና ኣብኡ እናኣቶ ሓበሻ ኣለዋ ድዮም እንዳበልና ኢና ጀግና ሲ ከምዚ ሓበሻ ዘለዎ ተሽሙ ኮነልና ከምዚ ፀግዒ ገለገለ ዘለዎ ነገር ኮነልና ኣብ ሪያሊቲ እሱ ዲ ካልእ እዛ ትርእይዋ ዘለኹም ባዕልኹም መስክሩ ማለት እዩ ግን ዝኾነ ትፈልጦ ሰብ ወዲ ዓድኻ ንዓኻ ዝመስል ዘለዎ እንድሕር ኮይኑ ከምዚ ፍናንን ፀግዕን ኮይኑ ይስማዓካ ማለት እዩ እዚ በየናይ በቲ ባዮሎጂካዊ ዓይኒ ክንሪኦ ከለና ማለት እዩ ካልኣይቲ ብሉፅ ዓወት መፃወድያ ኢልና ኣለና እዚ ክንብል ከለና ሕብረተሰብ እንታይ ኢሉ ስእሊ ኣቐሚጡልካ ኣሎ ኣብ ርእስኻ ማለት እዩ። ሃፍታም ንብሎም ዝነበርና ብፍላይ ኣብ ዓድና ምልስ ኢልና ክንሪኦ እንድሕር ኮይና ገንዘብ ዘለዎ ገዛ ዘለዎ መኪና ዘላቶ እንድሕር ኮይና ዝተፈለየ ኣቀባብላ ኢና ንገብር ንሕሰብ እሞ ኣብ ቤተሰብና እኳ እንድሕር ርኢናዮም ኮይንና እንድሕር ሃፍታማት ሃልዮምና ኮይኖም ክመጹ ከለዉ ገዛ ብመኪንኦም ብካልእን ክመጹ ከለዉ ዝተፈለየ ኣቀባብላ ነቲ ትሕት ዝበለ ደረጃ ዘለዎ ከኣ ዝተፈለየ ኣቀባብላ ነቲ በቃ ሓፍ ኢልካ ከምዚ ግበር እዚ ግበር ክሳይ ግበር ትብሎ ኣብቲ ከኣ ዋይ ወ ደሓን ገለበለ ኢልካ ነገራት ከመይ ተፋኣሎ እንታይ ዓይነት ስእሊ ሂቦምካ ኣለዉ ተማሃታኒ ሕሰቦም ወዘክርዎም። ሳልሳይ ፍርሒ ትፈትዎም ሰባት ከይተጉሽዮም ነዞም ሰባት ከይተጉየ ክንብል ከለና ስድራኻ ኣቦኻ ኣዴኻ ክኾኑ ክእሉ ኣሓዋትካ ክኾኑ ክእሉ በዓልቲ ቤትካ ክትከውን ትኽእል ዓርከ መሓዛ ክኾኑ ክእሉ ነዚኦም ከይተጉይ ኣዚኻ ትፈርሕ እሞ ኣብቲ ናቶም ድሌታት ናቶም ትፅቢታት ኣብኡ ትጓሓዝ ማለት እዩ ካብዚ ዝኸብድ ነገር ኣሎ እዚ ክትመሃር ኣለካ እዚ ፅቡቕ ነገር እዩ ኣነ ዘይተማሃርኩዎ ኣቦ ካብለካ እሞ ትመሃር ዝበዝሐ ግዜ እንታይ ክበሃል ሰሚዕኩም ትፈልጡ መቓብርሲ ዝሃብተመ ቦታ እዩ ይበሃል ምክንያቱ ናይ ብዙሕ ሰብ ራእይ ኣብኡ ሒዝዎ እዩ ዝኸይድ ናይቲ ካልእ ሰብ ነገር ከሰላስል እዩ ዝፀንሕ ማለት እዩ ናይ ኣቦኡ ናይ ኣዱ ናይ ሓፉ ናይ ሓዉ ናይ ሓፍቱ ናይ በዓልቲ ቤቱ ትርዳድና እንሄ ኣዕሩኽቱ። በቃ በጃኻ እስኻ ንፉዕ ኢኻ እዚኣ እንተተማሂርካ እዚ ክጠቕመካ እዩ ይብልዎ ንዕኦም ከየቐይም ኢሉ እቲ ጉዕዞ እሱ ናይ ህይወቱ ምንባር የቋርጽ ንራድ ኣለ ማዕረ ክንደይ ክብዳት ከም ዘለዎ እዚ ነገር እዚ እስኪ ህድእ ኢልና እነስተውዕለሉ ከምዚ ዝኾንኩም ርግጸኛ እየ በዚ ቪድዮ ኣለኹም ኣብዚ ኮመንት ኣቲኹም ናትኩም ሓሳባት እውን እንተተካፍሉ ክንደይ ደስ ምበለን ነይሩ ማለት እዩ ሕጂ ንካልኦት ሰባት ምንባር ዘምፅኦ ሰበብ ኣሎ ቅድሚኡ ግን እንታይ ንግበር ምልስ ኢልና ናበይ ናብ ኣበባ ንመለ ስለምንታይ ንምለስ እንድሕር ኢልኩም ንኻኒ ኣብ ኣበባ እቲ ታሪክ ናታ ክንሪኦ ስለ ዝደለኹ እየ ኣበባ ምስ ተማህረት ስራሓ ሒዛ'ያ። ኣብቲ ስራሕ ጽቡቕ ጽፍሒ ሂቦማ'ዮም። ግንከ ደሞዝ ነይርዋ፣ ጽቡቕ ጽፍሒ ነይርዋ፣ ዕጋበት ነይርዋ'ዶ ድሕር ኢልና? ኣይነበረን። ስለምንታይ'ዩ ድሕር ኢልና? ኣብ ኮመንት ስለምንታይ ይመስለኩም እስኪ ጸሓፉለይ። ጠጠው ኣብሉዋ'ሞ ሕራይ'ሺ። እንታይ ኮይኑ ዕጋበት ዘይነበራ መሲሉኩም? ናይ ካልእ ድሌታት'ያ ትነብር ነይራ ማለት'ዩ። ኣበባ ተረዳቲና ናይ ካልእ ድሌት ክትነብር ከላ እቲ ዝኸበደ ነገር እቲ ዝሓየለ ነገር ናታ ድሌት ኣይኮነን ናይ ስድራ ቤታ መማህራና ዓርከ መሓዝኣ ቤተሰባ ማለት እዩ ከቢድ ዝገብሮ ነገር ገንዘብ ተእትያ ዓጋበት የብሉን ኣብ ስራሓ ዝተፈላለየ ደረጃታት ዘለዎ ደረጃ በፂሓ ግን ዕጋበት እውን ኣብዚ ኣይነበራን ረእይዎሞ እቲ ክሳራ እንዳ ነበርካሲ ዕረ ይጥዕመካ ሂወት ማለት እዩ ካብዚ ዝኸብድ ነገር ኣለና ድዩ ነስተውዕል ዶ ኣለና ኣበባ እቲ ሓጎስ ናታ ዘይኮነት ትነብሮ ነይራ ናይ ካልኦት ሓጎስ ስድራ ዋይዛ ጓለይ ንፍዕቲ ሃብሮም ብልዋ ዓርከ መሓዛ ከምኡ መምሃራና ጅግና ብልዋ ራዳለ እሳ ግን እቲ ናታ ሓጎስ እቲ ዝተዋህባ እቲ ኣብ ውሽጣ ዝርብሻ ዘሎ ኣይትገብሮን እያ ዘላ ስለዚ ኣብ ክንዲ ሂወታ ሂወት ካልኦት ክነብር እያ ትጅምር ነራ ማለት እዩ በዚ ኣጋጣሚ ካብ ዕለታት ሓደ መዓልቲ እንታይ ትገብር ገዛ እንዳፀራረየት ከላ ከምቲ እንፈልጦ ምልስ ኢልና እንድሕር ዓድና ክንዝክር እንድሕር ኮይና ሲ ገዛ ዝበዝሐ ግዜ መዓስ ብትንትን ኢሉ ፀርዩ ኣብ ኣውደኣመታት ኣብ ኣውደኣመት ክተጸራሪ ኢላ ምስ ጀመረት ኣሕብትን ኣትያትላ እዛ ገዛ ሽዑ ከዓ እቶም ናይ ቀደም ስእልታታ ትርእዮም ማለት እዩ እሶም ኣተኪራ ትጥምቶም እሞ ኣብ ውሽጢ ሓደ ስምዒት ትስምዓ ባህታ ነገር ስምዓ ከምዚ ናይ ምንጣሕስ ነገር ከዓ ስምዓ ማለት እዩ ኦኬ እዚ ነገር እዚ ይገበርክዎ ካብ ሕጂ ግን ክገብሮ ክእል ኣለኒ ንስድራይ ነቢረ ንዓይ እውን ክነብር ኣለኒ ትብል ማለት እዩ። ካብ ሽዑ ጀሚራ እታ ሞመንት እያ ናታ ትጥወየላ ግዜ ሂወታ ክትነብሮ ትጅምሮ ግዜ ይኸውን ኣሎ ማለት እዩ። ንርኣይ ንተዓዘብ ናትካ ትጥወየሉ ግዜ ናትኪ ትጥወይሉ ግዜኸ መዓስ እዩ? ሂወትካ ሂወትኪ ክትነብርሉ ዝግባኣካ ዝግባኣኪ ግዜኸ መዓስ መስለኪ ንሪኦ ኣለና። እዞም ትጽቢታት እዚኦም በዞም ሓሙሽተ መንገድታት ገይረ እንታይ ክገብረኩም እየ ከመይ ጌርና ከም ንብድሆም ክገልጸልኩም እየ ማለት እዩ እቲ ቀዳመይቲ መጀመርያ ጠጠው በል ጠጠው ምባል ጥራሕ ዘይኮነ እዛ ቪድዮ እዚኣ ክትሪኣ ከለካ ጠጠው ካብላ ሽዑ ንሕተት ናይ መን ህይወት እየ ዝነብር ዘለኹ ናትካ ናትኪ ህይወት ዲኻ ትነብር ዘለኻ ወይ ናይ ቤተሰብካ፣ ናይ ኣቦኻን ናይ ኣዴኻን፣ ናይ ኣሕዋትካ፣ ወይ ናይቲ መጻምድትኺ ወይ መጻምድትኻ፣ ናይ ኣዕሩኽትኻ ህይወት ኢኻ ትነብር ዘለኻ። እሶም ዝበሉኻ ወይ ከኣ መማህራንካ ክኾኑ ይኽእሉ እዮም። ናይ መን ህይወት ኢኻ ትነብር ዘለኻ? እቲ ትነብሮ፣ ትሰርሖ፣ ትኾኖ ዘለኻሲ ዘሕጉሰካ፣ ዘዕግበካ ድዩ ዋላስ ነቲ ካልኣይካ ስለ ዘዕግቦ፣ ነቲ ቤተሰብካ ስለ ዘዕጎቦ ኢኻ እዚ ኣብ ኮመንት ክትጽበ ማለት እዩ። ትረድና ስለዚ እንታይ ኢኻ ትገብር እዚኣ መጀመርያ ምስ ሓተትካ ኣብ ወረቐት ፀሓፎ ብቁል ዝኾንካ ብምሉኦም ሓሳባት ኣብ ወረቐት ፅሒፍካ ክትምልሶም ክትምልስዮም ክትክእል ኣለካ ማለት እዩ እዚ ክትገብር ከለኻ ንነብስኻ ትፈትሽ ስለ ዘለኻ እንታይ ናይ መን ህይወት ከም ትነብር ዘለኻ ብግሉፅነት ክትረኽ ጀምር ኢኻ ማለት እዩ ኣብኣ ከላ ምስኣ ከዓኒ እንታይከ ብልክዕ ትደሊ? ናይ ብሓቂ ትደልዮ ነገር ወይ ትደልይዮ ነገር እንታይ ምዃኑ ትፈልጦ ዲኻ ወይ ትፈልጥዮ ዲኺ? እዚ ክምለስ ዘለዎ ነገር እዩ። ካልኦት ንዓኻ እንታይ ከም ትደሊ እንታይ ኢሎም እዮም ዝነግሩኻ ወይ ንዓኺ እንታይ ከም ትደልዪ እንታይ ኢሎም እዮም ዝነግሩኺ? እስኽኸ እንታይ ከም ትደሊ ወይ እስኻኸ እንታይ ከም ትደሊ እንታይ ኢልካ ኢኻ ትፈልጥ እንታይ ኣፍልጦዮ ዘለካ እዚኤን ኣነጺርካ እንድሕር ክትምልሰን ክኢልካ ክትምልስየን እንድሕር ክኢልኪ ርግጸኛ ኣብ ሂወትካ እንታይ ዓይነት ለውጢ ክመጽእ ክጅምር እዩ ካብቲ ክትግምቶ ትኽእል ንላዕሊ እዩ ማለት እዩ ካልኣይቲ ዓወት ንዓኻ እንታይ እዩ ንዓኺ እንታይ እዩ ንዝበዝሐ ሰብ ዓወት ማለት ገንዘብ ብለካ ዓወት ማለት ገዛ ብለካ ዓወት ማለት ሓዳር ብለካ ዓወት ማለት ውላድ ብለካ ንዓኻ ወይ ንዓኺ እንታይ እዩ ዓወት ዝበሃልሲ እንታይ እዩ ብናትካ ብናትካ መግለፂ እንታይ እዩ ንዓ ሓሲብኩም ትፈልጡ ዶ ተዘይኮይኑ ሕጂ ሕሰብሉ እሞ ኣብ ኮመንት ከዓ መልሲ ናትኩም ክፅበየኩም እዩ ንምንታይ ኢሂን ምሂን ክንበሃል እሞ ዝያዳ ክነደንፍዖ እቲ ሓሳባት ከምዚ ክንዕብዮ ስለ ዝደለኹ ኢለ እየ ሳልሳይ ደረት ዓምጥ ወይ ደረት ዓምጥ እዩ ዝበዝሐ ሰብ እዚ እንድሕር ጌርካ ሃብታም ክትከውን ኢኻ እዚ እንተ ጌርካ እዚ ክትረክብ ኢኻ ህይወትካ ሓጎስ ክኸውን እዩ ካልእ ክኸውን እንዳበለ ብዙሓት ነገራት ነግረካ እዩ እስኻ ኸኣ ኣብ ውሽጥኻ ኸኣ ትደልዮ ነገራት ኣሎ ኖ እዚ ደልዮ ነገለ ዘይኮነሲ እዚ ዝሓሰብካለይ እዚ ዝሓሰብክለይ ፅቡቕ ሓሳብ እዩ ግን እንተኾነ ኣነ ዝደልዮ ነገራት ኣቐሚጠ ኣለኹ ይቕሬታ ግበረለይ ማለት ትሕትና ዝተመልኦ ነገር እዚ ይገብር ስለ ዘለኹስ ድሓን ካልእ መዓልቲ ክገብረ ድሓን ካልእ መዓልቲ ክኾነ ድሓን ካልእ መዓልቲ ክበፅሑ ኢልካ ትሕት ኢልካ እንድሕር ትዛረቡ ኮንካ ደረት ጌርካ ኣለኻ ማለት ነና ነቲ ናትካ ድሌታት ንኽትጓዓዝን ንኽትከውን ንኽትበፅሕን ዕድል ኣቐሚጥካ ኣለኻ ማለት እዩ ተኸታተል ኣጆና ተሪፈናና ዘለዋ ክልተን ምጭዋትን እዩ ኣዝየን ከዓ ክሕግዛና እየን ማለት እዩ ራብዒ ሕጂ ምስ ብሓሳብካ ዝጠራነፉ ሰባት ምስ ብሓሳብ ዝጠራነፉ ሰባት ተጓዓዚ ራኢ ኣለካ ኣብ ውሽጥካ ናትካ ራኢ ናትካ ተውህቦ ናትክ ተውህቦ ኣሎ ኮይኑ ግን እዚኦም ተውህቦ ኣብ ዘይከውን ቦታ ነቲ ናትካ ራኢ ነቲ ናትካ ዕላማ ዘይርድዎ ሰባት እንድሕር ኬድካ እንድሕር ኬድኪ ከባኽንዎ ጥራሕ እዮም ከምዚ ናትካ ኣረዳድኣ ዘለዎም ሰባት ራኢ ዘለዎም ሰባት እንድሕር ኬድካ ግን ኣጆኻ ክትቦጽሕ ኢኻ ክትወድቅ ትኽእል ኢኻ ግን ክትስእን ክትቅጽልን ኣለካ እዚ ጉዕዞ እዚ ጽባሕ ንግሆ ከሐጉሰካ እዩ ኣነ እዚ ነገር እዚ ሓሊፈ እየ ኣጆኻ ኢሉ እንታይ ገብረካ እዩ ካባራትታዕካ እዩ ክትርእየሉ ትኽእል መንገድታት ክጠምተካን ክህበካን ክጅምር እዩ ማለት እዩ ስለዚ እስኻሲ ውጽኢት ናይ ሓሙሽተ ኣዕሩኽትኻ፣ ፈለጥትኻ፣ መቕርብካ ኢኻ ዝብሃል ዘረባ ብዙሕ ግዜ ሰሚዕና ኣለና። ስለዚ ንስኻ ሻድሻዮም ኣብቲ ዝደለኻዮ ዘድለኻዮ ዓውዲ ናቶም ሻድሻይ ክትከውን ድሕር ደይኻ ምስቶም ዘለኻዮም ሰባት ከባቢኻ ጥምቶ ማለት እዩ። ሓምሸይቲ ግን ከኣ ነዛ ናይ ሕጂ ትኣኽለና ጸህዋ ሓሳብ ኣላ ንሳ ከኣ ብንእሽተይ ይጀመር በቃ እንታይ ግበር መሲሉካ ንኣብነት ሕጂ ካብ ሶኒ ክሳብ ቀዳም ፍርቂ መዓልቲ ትሰርሕ እንድሕር ኮንካ እቲ ስራሕካ ኣቋርጾ ማለት ኣይኮንኩን ኣበባ እውን ዝተጠቀመቶ እዚ እዩ ነይሩ እንታይ ገይራ ስም ስረኸበት ኣብ ትርፊ ግዜኣ እያ ክስእል ጀሚራ ኣብ ትርፊ ግዜኣ ክትሓናጽድ ጀሚራ። ቤን በቲ ዝነኣሰ ነገር ጀሚራ ማለት እዩ። ከምዚ እንዳገበረት እንዳኸደት እንዳሸጠት ብኦንላይን ብፈለጥታ ብመቕርባ እንዳሸጠት እንዳሸጠት እንዳሸጠት ገንዘብ ክተዋህልልን ክትእክብን ጀሚራ። ድሕሪ ሓሙሽተ ዓመት ግን እንታይ ገይራ? ኣበባ እቲ ናታ ኩሉ ነገር ወዳዲኣ ኣነ ይኣኽለኒ በቃ ኣብቲ ዝፈትዎ ነገር ክነብር ኣለኒ ኢላ ወሲና። ስለዚ እንታይ ክትገብር ጀሚራ? ሙሉእ ኣድህቦኣ፣ ሙሉእ ሰዓታ፣ ሙሉእ ግዚኣ ነቲ ናይ ስእሊ ነገራታ ክትህብ ጀሚራ። ድሕሪ ሓሙሽተ ዓመት ከኣ ንሓደ ኤግዚቢሽን ኣዳልያ ኣብኡ ስእልታታ ተኸቢባ ዙርያኣ እሶም ሃልዮም ባህ ኢልዋ ሰባት መጺኦም ክዕዘቡ፣ ክርእዩ፣ ናቶም ትንተና ክህቡን ከድንቕዋን ተዓዘበት። እቲ ባህ ዝበላ ነገር እንድሕር ሃልዩ ከዓኒ ቤተሰባ መቕርባ ዓርኪ መሓዙ ብምሉኦም መጺኦም ክብልዋ ከለዉ እዩ በቃ ኣዝዩ ዝግረም ነገር ደስታ ኣብ ውሽጦም ክትርኢ ከላ ኣብ ገጾም ክትርኢ ከላ ማለት እዩ ኣደይ ኣቕርብ ኢላ እዛ ጓለይ ንሕና ኩሉ ግዜ ናትኪ ብሉጽነት ናትኪ ሓጎስ ንምነ ነርና ግን እቲ ሓጎስ ናትኪ እዚ ኣይመስለናን እዩ ነይሩ እቲ ብሉጽነት ናትኪ እዚ ይመስለና ነይሩ ግን ኣብ መወዳእታ እንቋዕ ረኸብኪ እንቋዕ ሓንኮሰኪ እዛ ጓለይ ኢላ ሓቆይታ ስለ ኣቦኣ እውን ከምኡ ማለት እዩ ስለዚ እዞም ሕጂ ዘይተቐበሉኻ ስድራኻ መቕርብካ ኣዕሩኽትኻ መሓዙትኪ እንታይ ክኾኑ እዮም ፅባሕ ንኮ ክቕበሉኻ እዮም ብኣኻ ክሕበኑ እዮም ብኣኻ ክኾርዑ እዮም ማለት እዩ እዚ ክኸውን ግን ንስኻ በብንእሽተይ ተስፋ ከይቆረፅካ ተስፋ እንዳደለብካ ምስ ከባቢኻ መሲልካ ክትከይድ ክትክእል ኣለካ ማለት እዩ ናይ ሎማዓንቲ ሓጋዚት ኮይና እንድሕር ረኺብኩማ ላይክ ብምግባር ናብ ብዙሓት ሰባት ከዓ ሼር ክበርዋ ኣብ ሂወቶም ሓደ ትርጉም ዘለዎ ነገር ክትውስኸሎም እያ ማለት ኣብ ስደት ክሳብ ዝሃለና ዝበዛዕና ተኸታተልቲ ናይዚ መደብ ስለዚ ክትጠቕመና እያ። እዛ ሃገር ከምዚ ይጸንሓኒ፣ ሰራሕ ከምዚ ይጸንሓኒ እንዳበልና እንታይ ንኸውን ኢና? ነብስና ነነኣእስ ኢና። ግን እቲ ደሊናዮ ዘለና ገዲፍናሲ ነቲ ገንዘብ ንኻልእ ንኸይድ ስለ ዝኾንና ማለት እዩ። ብዙሓት ሰባት ከም ዝሕጎሱ ርግጸኛ እየ። ጥራሕ ንስኹም ሸር ግበሩሎም ክትጠቕሞም እያ። ዝኾነ ካልእ መዓልቲ ከቐርበልኩም ትደልይዎ መደብ እንተሃልዩ ኣብ ኮመንት ጸሓፉለይ። የቐንየለይ ንሕጂ።